ሰላምን ጥዕናን ንዓኹም ይኹን ክብራት ሰማዕቲ ከመይ ቀኒኹም ሎሚ ቀዳም ካልኣይ ክፋል ዛንታ ሳሮን ሒዘልኩም ተመሊሰ ኣለኹ ኣብ ዝሓለፈ ቀዳም ቀዳማይ ክፋል ዛንታ ሳሮን ናብ ሳሮን ቴሌፎን ከም ዝተደወለ እቲ ዝተደወለ ቴሌፎን መን ከም ዝኾነ ከይፈለጥና ተዓፅያ ነይርና ሎማዓንቲ ድማ ዝደወለልና ሰብ መን ከም ዝኾነ ዝቕጽል ካልኣይ ክፋል ሒዘልኩም መጽየ ኣለኹ ክብረት ሰማዕቲ ሰናይ ምክትታል ሳሮን ናይ ኢንተርናሽናል ደወሊዱ ወላ ከም ዘሎ ኣይጠፍኣን መን ምዃኑ ክትፈልጥ ክትቅበል ኣለዋ ገለ ጥርጣረ ግን ኣለዋ። ሓደ ሰብ ክድውለላ ዘይትደልዮ ኣሎ። እቲ ምስኣ ዓብዪ ጉዳይ ዘለዎ፣ ናብ ካምፓላ ብዘይ ልባ መጺኣ ኣብ ሰብ ተጸጊዓ ክትነብር ዝገበራ ብርሃነ ዝተባህለ ወዲ'ዩ። ብርሃነ ማለት ሓሙሽተ ዓመት ብዕርክነት ምስኣ ዝኸደ ሰብ'ዩ። ሓደ ዓብዪ ነገር ስለ ዘጋጠማ'ያ ድማ ገዲፋቶ ናብ ካምፓላ መጺኣ። ብኹሉ ብሎክ ስለ ዝገበረቶ ምናልባት ንሱ'ዶ ይድውለለይ ይህሉ ኢላ ጠርጢራ፣ ዝኾነ ተሌፎን ግርህ ኢላ ክትቅበል ኣይትኽእልን እያ። ካልእ ሰብ ክድውለላ እውን ትጽበ ስለ ዝነበረት፣ ካብ ቤተሰባ እውን ስለ ዝኾነ፣ ተጸባይት ሓገዝ እውን ስለ ዝኾነት፣ ተቐቢላ መን ምዃኑ ክትሓትት ወሰነት። ክሳብ ተቐቢላ ትዛረብ ድማ ሜሪ ተሲኣ ናይ ዋይን ግላስ ኣብ ኢዳ ሒዛ ነቲ ኮረደ ዘወር ክትብሎ ጀመረት። ሜሪ ምስታ ኣብ ፊታ ትወጽእ ዝነበረት ጸሓይ ዝተወሃሃደ ሓውሲ ብጫ ሕብሪ ዝነበሮ ጨጉሪ ርእሳ ምስቲ ቀይሕ ሕብሪ ናይ ገጻ ፍሉይ ውህደት ፈጢሩ ካልእ ግርማ ፈጢርላ ኣሎ። ክዳን ለይቲ ዝኾነት ቢጃማኣ ውን ቀይሕ ሕብሪ ኔርዋ። ብውሽጢ ዝኾነ ሓጋዚ ክዳን ኣይነበራን። ፓንቲ ናታ ስለ ዘይትፈትዎ ኣብ ኣርማድዮ ደርብያቶ እያ ናብ ዓራታ ትወድቕ። ከምታ ዝሓደረታ እያ ኔራ። ስለዚ ንሕፍረታ ዝኸድን ዝኾነ ይኹን ፓንቲ የብላን ማለት እዩ ረጂ ክትገብር እሞ ፈጺማ ኣይተሓስቦን ከማን ነፃያ ንናጽነታ ዝጻረር ዝኾነ ይኹን ነገር ኣብ ጥቓኣ ቦታ የብሉን ስለዚ መሊሳታ ዝነበረት ረቃቕን ቀያሕ ብጃማኣ ምስቲ ብፊታ ዝረኽባ ዝነበረ ብርሃን ናይታ ውልዶ ፀሓይ ልክዕ ኣብ ብርሃን ዝኣተወ ራጂ ናይ ሕክምና ክመስል ሙሉእ ኣካላታ ይረአ ነይሩ እዚ ንሳሮን ዝተኸወለ ኣይኮነን። ሳሮን ኣብ ኣከዳድናኣ ቁርብተይ ዕቃበታት ስለ ዘለዋ በቲ ትሪኦ ዝነበረት ምግራም ኣይሓበአትን። ስቕ ኢላ ክትጥምት ስለ ዘሰከፋ ድማ ነብሳ ቁርብተይ ጥውይ ኣቢላ ተሌፎና ተቐበለት። እታ ዘይግድሳ ሜሪ ግን ነታ ኣብ ኢዳ ዝነበረት ዋይን ሓንሳብ እናመዓጎት ሓንሳብ ሓፍ እናበለት ምስታ ጸሓይ ትዘናጋዕ። ጸጸኒሓ ድማ ጨጉሪ ርእሳ ሒዛ ነስነስ ተብሎ። ሃሎ መን ክብል? ኣነ ስለምንታይ ብኹሉ ብሎክ ጌርክኒ ሕጂ ምስ ተዓጽውኒ ግን እመንኒ ህይወትኪ ክዘራርጎ እየ ምሳይ ዘሎ ስእልታትኪ ጽቡቅ ጌርኪ ትፈልጢ ኢኺ ክዝርጉሐ ህይወትኪ ከባላሽወ ዓውዓው ናይቲ ኣብታ ግዜ እቲኣ ድምፁ ክትሰምዖ ዘይትደሊ ዝነበረት ብርሃነ ድምፂ ትሰምዕ ምንባራ ኣዝዩ ንውሽጣ ክርብሾ ጀመረ ስለምንታይ ዝተቐበልክዋ እውን በለት ክትዓፅዎ ግን ኣይመረፀትን እወ ሓቁ እዩ ንዓኣ ደም ከምብዓሉ ዝኽእል ብዙሕ ምስጢራትን ስእልን እዩ ዘለዎ ብርሃነ። ንሱ ፋሕ ኣቢሉ ህይወታ ክዘርግ ድሕር ዘይብል ምዃኑ እውን ጽቡቅ ገይራ ትፈልጥ እያ። ብርሃነ ሕድገት ዘይብሉ ስምዒታዊ ሰብ ምዃኑ ንዓኣ ዝተኸወለ ኣይኮነን። ጠባይ ብርሃነ ይሃስየካ ድሓር ግን ይቅሬ ይሓተካ። ከምዚ እዩ ሓሙሽተ ዓመት ምሳኣ ክኸይድ ከሎ ብኸምዚ ዓይነት ጠባዩ ነይሩ። ስለዚ ካህስያ ድሕር ዘይብል ምዃኑ ጽቡቕ ገይሩ ነጺርላ ኣሎ። ምስ ሃስያ ይቕሬታ ሓቲትዋ ዘምጻላ ለውጢ ስለ ዘይብላ ግን ኣብ ክንዲ ተሃዊኻ ኣብ እዝኑ ቴሌፎን ዓጽያ ንኸቢድ ሽግራት ተቃላዕ ተጸሚማ ክትሰምዖ ነይርዋ። ሓንሳብ ስቕ ኢላ ክትሰምዖ ዓጽማ ዝሰብር ቃላት ዝውርውረላ ዝነበረ ንሳ ድማ ንዓጽሙ ክሳብ ዝስበር ቃላት ወርዊራ ክትፍንወሉ ናይ መወዳእታ ምርጫ ገበረቶ። ከምኡ'ዩ ዘዋጽኣ። ክፎኽሳ እንተኾይኑ፣ ንሳ'ውን ካብቲ ናቱ ዝኸፍኣ ቃላት ደርብያ፣ ንሳ'ውን ካብኡ ከይሰነፈት ንሱ ዝወድቀሉ ዝበለቶ ቃላት ክትውርውር'ያ ትመርጽ። እሂ እንታይ ክሰምዓካ ደሊኻ? ክትሰምዕኒ ኢኺ። ኣነ ብርሃነ'የ። ህይወትኪ ክዘራርጎ የብለኪ ኣለኹ። ብኽብረትኪ ተመለሲ። ሕጂ በየለኺ ምስ መን ኣለኺ ጽቡቕ ገይረ ፈሊጠ ኣለኹ። ፖሊስ ገይረ ሓኒቀ ናብዚ ዓዲ ከይመለስኩ ከሎ ብክብረትኪ ሕጂ ሕጂ ትኬት ቆሪፅኪ ተመለሲ ተዘይኮነ ሂወትኪ ክዘራርጎ እየ ነቲ ፈኸራ ዝመለኦ ናይ ብርሃነ ድምፂ ክትሰምዕ ዝፀንሐት ሳሮን ሪጋ ኣኪሉ ክትዛረብ ጀመረት ኣታ ስማዕ ከም ቀደም ኣታ ስማዕ ከም ቀደም ዝፈርሓካ ከይመስለካ ኣነ ሳሮን እየ ሓራይ ከምቲ ንስኻ ኣለኒ ትብሎ ዘለካ ሓይሊ ንዓይ እውን ዝሰኣነኒ ከይመስለካ እቲ ክገብሮ'የ ትብሎ ዘለኻ ድማ ክትገብሮ ትኽእል ኢኻ። ኣነ ፈጺሙ ኣይግድሸንን'ዩ። ዓጢነ እቲ ሓሙሽተ ዓመት ምሳኻ ዝገበርክዎ ከማን የሕዝነኒ ኣሎ። ኣታ እስኻስ ሰብኣይ ክትበሃል ፈካሪ ዓጢነ ዓጢነ። ንሳ ስቕ ኢላ ክትጻረፍ ከላ ብርሃነ ግን ንቃላታ ምጻር ስኢኑ ቴሌፎን ዓጺዋ እዩ። ንጸሓይ ወጋሕታ ክተስተማቕር ዝጸንሐት ሜሪ ሃንደበት ኮይንዋ ቀስ ኢላ መጺኣ ኣብ ጎኒ ሳሮን ኮፍ ኢላ ዋ ሳሪ ደሓን ዲኺ? ዋእ እንታይ ደኣ ሃንደበት ምስ መን ኢኺ ትባእሲ ጸኒሕኪ ምስ ሓደ ጓሓፍ ኣቲ ሜሬ እዚ ሰብ ድዩ መሲልኪ ሓደ ጓሓፍ እዩ እኮ ድምጻ ክቆራረጽን ይዕንታ ንብዓት ከዛርን ጀሚሩ ሜሪ ልባ ምሉቕ ኢላ ሳሪ ኣነ ግን ገለ ነገር ሓቢእክለይ ዘሎ ኮይኑ ይስምዓኒ ኣሎ ዋእ እንታይ ኣጋጢምኪ ብቻኺ ንገርና ካበይ ዝቕርብ ሰብ ኣለኪ ድዩ ስምዒት ሜሪ ሕጂ ንፈለማ ግዜ ብዛዕባ ጸገም ሳሮን ተገዲሱ። ንሳሮን ድማ እታ ሕቶ ንፈለማ ግዜ ካብ ሜሪ ስለ ዝመጸታ ብዛዕባ ጸገማ ክትዛረብ ደለየት። ኣማራጺ እውን የብላን። ሕጂ ተዛሪባ ዘለዋ ከቢድ ጭንቀት ክተጉድል ጥራይ ዘለዋ። መጽኒን ክትሰምዕኒ ዲኺ ሜሪ? ነዊሕ ግዜ ሰማዒ ስኢና ዝነበረት ሳሮን ሕጂ ተስፋ ግዲ ረኺባ የዕንታ ብንብዓት ተሓጺቡ ድምጻ ብሓንሳብ ላሕቲቱ ኩሉ ነገር ክቀያየር ጀሚሩ ነበረ ግደ ሓቂ ንብዓታ ኣብዚ ሰዓት እዚ ናይ ተስፋ ነበረ ስማዒ የብለይን ኢላ ተስፋ ቆሪጻ ስለ ዝነበረት እንታይ ኣጋጢሙ ክትብል ቃል ናይ ሜሪ ዓቢ ተስፋ ኣብ ነብሳ ኣፍሰሰት ሜሪ ነቲ ዋሕዚ ዛራ ንብዓት ናይ ሳሮን ምስ ረኣየት ስንቢዳ ናብኣ ቀሪባ ሓቝፋ ክተጸናንዓ ደጋጊማ ስማ ምስ ጸውዐት፣ ሳሮን ምስ ተሓቖፈት መሊሳ ካልእ ንብዓት ምስ ወሰኸት፣ ኣብ መንጎ ክልቲኤን ፍሉይ ውህደት ተፈጥረ። ሳሮን እቲ ሕቝፊ ናይ ሜሪ ኣብ ልክዕ ሰዓት'ዩ ኮይንላ። ምስ ተረጋገእት ክልቲኤን ንውሽጢ ኣትየን ኣብ ዓራት ኮፍ ኢለን ዕላለን ቀጸላ። ሜሪ ሕጂ ሰብ ክትኮና ከም ዘለዋ ዝተሰቆራ ክትመስል ጽን ኢላ ጥራይ ክትሰምዕ ጀመረት። ሳሮን ድማ ቃንዛኣ ተካፍላ ሰብ ረኺባ ኩሉ ዘጋጠማ በብሓደ ክትዝርዝሮ ጀመረት። ሜሪ ኣነ ብዙሕ ጸገም ብድሕረይ ገዲፈ እየ መጽእ ዘለኹ እዚ ደው ኢለ ጸንሐ ፍቃሪ ነይሩ ኣነ ሜሪ ማር እስፍሕዎ ነይረ ንሱ ግን ኣባይ ፍቕሪ የብሉን ኣቲ ሜሪ ኣነ እኮ ማርያ ዝኣምኖ ነይረ ነዚ ልበይ ግን ሃደሽደሽ ኣቢሉ ስሂሩኒ እዩ እንታይ ኣየፍቅረክን የልኪ እንታይ ማለት እዩ ሃደሽደሽ ኣቢልኒ ኖ ንሱ ኣየፍቅረክን የበለንን ሜሬ ምሽ ኣነ ማራ ይፈትዎ ነይረ ንሱ ግን ንዓይ ንግዛዊ ስምዒቱ ጥራይ ዝቐርበኒ ነይሩ ሓሙሽተ ዓመት ሙሉእ ንስምዒት ክብል ምስ ሒዝ ዝኸይድ ነይሩ ሓደ ስዲ እኳ እዩ እዋ ሓሙሽተ ዓመት እኮ ነዊሕ እዩ ከመይ ጌርካ ሓሙሽተ ዓመት ሙሉእ ሕማቕ ሰብ ምዃኑ ዘይፈለጥክዮ ሳሮን ሕጂ እውን ሜሪ ስቕ ምባል ኣይከኣለትን ኣብ መንጎ ምኹላፍ ቀጸለት እዚ ናይ ኣዋልድ ቋንቋ ኣፍቂረ ተበዲለ ተገሪፈ ተገፊዐ ዝብል ቃላት ናብ ከብዳ ዝሓልፍ ኣይኮነን ሓሙሽተ ዓመት ምሉእ ንረብሓን ስምዒትን ኢሉ ዝቐርባ ዝነበረ ሰብ ከመይ ጌራ ዘይትፈልጦ ነይራ ዝብል ካልእ ሓሳብ እያ ሰንቢድዋ። ኖ ኣነ ይፈልጦ ነይረ፣ ኣነ ፈጺመ ይፈልጥኒ ነይረ፣ ሕጂ እየ ፈሊጠ። ግን እኮ ሜሬ ማራይ ዝደነ እግረን በቃ እሱ ፍሉይ ሓልዮትን ፍሉይ ፍቕርን ያባይ ነይርዎ ፍሉይ ሓልዮት ነይርዎ ደኣ እሞ ሕጂ ከመይ ጌርኪ ፈሊጥኪ ከመይ ጌሩ ከየፍቅረክን የብለኪ መስኒ ደኣ ገሪምኒ ዘሎ ሓደ ጉዳይ ኣጋጢሙኒ ኣሎ ሜሬ እዛ ሰዓት እዚኣ ብጣዕሚ ተሃሲ ኣለኹ ውሽጠይ ባዶ ኮይኑ ኣሎ እሞ እንታይ ኣጋጢሙኪ እባ ንገርኒ ሳሮን ሳሮን ኢድ ናይ ሜሪ ስሕብ ኣቢላ ኣብ ከብዳ ገበረቶ ከብደይ ትርእዮ ኣለኺ ዶ ካብኡ ጥንሲ ኣለኒ በቃ ጥንስቲ እየ ንሱ ግን ነዚ ጥንሲ እዚ ኣይኣመነሉ ስርርይ ኢሉኒ ኣነ ከዓ ኣይሰዶን እየ ኢለዮ ከመይ ገይረ እሞ ሂወት ሰብ ክሕልፍ ኖ ኣይከብሮን እየ ፍፅም ኣይሰዶን እየ ጨካን ሜሪ እንታይ ክትብል ዘለዋ ፍጹም ኣይተረድኣን በቃ ፍዝዝ ኢላ ስቕ በለት እቲ ኣብ ቅድሚኣ ዝንገር ዝነበረ ዛንታ ብገለ ግዜ ብገለ ሰባት ትሰምዖ ነይራ እያ ኣብ ጥቓኣ ዘለዉ ሰባት ከምኡ ከጋጥሞም ግን ፈጺማ ኣይትሓስቦን ከማን። ሽዑ ንሽዑ በቲ ብርሃነ ዝበሃል ዘሎ ሰብ ክትሓስብ ጀመረት። ብርሃነ ስሞም ሰባት ናይ ቀደም ስለ ዝመስልዋ ዕድሚኡ ኣብ ኣርብዓ'ያ ገሚታቶ። ገጹ ጸሊም፣ ቁመቱ ሓጺር፣ ጨጉሩ ድማ በራሕ እዩ በለት። እዚ ንሳ ባዕላ ዝሃነጸቶ እዩ። ከምዚኦም ዓይነት ሰባት ጥራዮም ዝብድሉ ኢላ'ያ ትሓስብ። ጽቡቓት ኣወዳት ዝጋገዩ ኮነ ሕማቕ ዝገብሩ ኣይመስላን እዩ። ወድዛ በራሕ ጸሊም ስለምንታይ እስከ ከምኡ ገብር ንሳውን ብሕርቃን ነብሳ ፈጥፈጥ እናበለት ተጻረፈት ናይ ሳሮን ንብዓት ከባሳጭዋ ስለ ዝጀመረ ንሳሮን ከረው ኣቢላ ሓቐፈታ ብሕርቃን ነብሳ ፈጥፈጥ ክብል ዝጀመረ ሳሮን ሕርቃን ናይ ሜሪ ክተስተውዕለሉ ኣይተጸገመትን በራሕን ጸሊምን ዝብሉ ቃላት ግን ካበይ ከም ዘምጸቶም ገሪምዋ ስቕ ኢላ ጥምት ኣበለታ። እቲ ብርሃነ ዝበሃል ወዲ ከምቲ ሜሪ ዝበለቶ ኣይኮነን። ጨጉሩ ለሚሽ ብቐሊሉ ዝፍረዝ እዩ። ሕብሩ ድማ ኣዝዩ ቀይሕ ኮይኑ ሰሓቢ ቅርጺ ኣካላት ዘለዎ ወዲ እዩ። ስለዚ ንመን እያ ጸሊም በራሕ ዝበለት ክትፈልጥ ደለየት። ሜሪየ፣ ንመን ኢኺ ጸሊም በራሕ ኢልክዮ? ንብርሃነ ትፈልጥዮ ዲኺ? እንተድዩ ክፈልጠሉ ሕጂ ግን እንታይ ኢና ክንገብር ዘለና ተሓዋዊስኒ ኣሎ ኣነ ጭንቀት ኣይፈቱን እየ በጃኽ እንታይ ኢና ክንገብር ዘለና ንገርኒ ሓወይ ኣሎ ሃፍታም እዩ ኣብዚ ዓዲ መዓት ፖሊሲ ዝፈልጥ ንዑ ንንገሮ ነዚ ብስብስ ጠልጠል ክነብሎ ኣለና ኩሉ ዘረባ ናይ ሜሪ ስምዒት ኣለዎ ንሳሮን ፈጺሙ ንጸገማታ ዝፍውስ ኣይነበረን ንሳ ሞራሉን ሓቦን ዝህባ ሰብ እምበር መሊሱ ንጉዳያ ማጢጡ ካልእ ሽግር ዝፈጥረላ ሰብ ኣብዚ ሰዓት እዚ ኣየድልያን እዩ ክትምለስ ምዃና ንሜሪ ነጊራ ናብ ሽንቲ ቤት ከደት። ሕሜት ደቂ ሰባት ከኣልየጆኺ ክብርቲ ሰማዕቲ ዛንታ ሳሮን ካልኣይ ክፋል ኣብዚ ተዛዚማ ኣላ ሳልሳይ ክፋል ዝመጽእ ዘሎ ቀዳም ሒዘልኩም ክመጽእ እየ ክብርቲ ሰማዕቲ ግዜ ሓጺሩና ዝብል ርእይቶኹም ከም ቅቡል ወሲደ እዚ ኣዳልየ ዝነበርኩ ስራሕ ስለ ዝኾነ